ሰላም ከመይ ትኾኑ ክቡራት ተኸታተልቲ ቴሌቪዥን ኣሰና ንሕጂ እውን ኣብ መንጎ እስራኤልን ኢራንን ከምኡ እውን ኣሜሪካ ዝተሓወሰቶ ኩናት ዝምልከት ዘለዉ ሓደሽቲ ምዕባለታት ሒዘልኩም ቀሪበ ኣለኹ

ሞት ናይቲ ኣብ ዝሓለፈ ሰለስተ ዓሰርተታት ዓመታት ንኢራን ዝመረሐ ወዲ ሰማንያ ሽዱሽተ ዓመት ኣያቶላህ ዓሊ ኻመኔ ድሒሩ ኣብ መንግስታዊ ቴሌቪዥን እታ ሃገር እውን ተረጋጊጹ እዩ። ኢራን ድሕሪ ሽሕን ትሽዓተ ሚእትን ሰብዓን ትሽዓተን ዝተኻየደ እስላማዊ ሰውራ ክልተ ላዕለዎት መራሕቲ ጥራይ እዮም ነይሮማ። ኣብ ኢራን ላዕለዋይ ሃይማኖታዊ መራሒ እቲ ዝለዓለ ሓላፍነት ዘለዎ ሰብ ኮይኑ፣ ላዕለዋይ ሓለቓ ስታፍ ሓይልታት ምክልኻልን ላዕለዋይ ሓላፊ ሓለዋ ሰውራን ባዕሉ ንሱ'ዩ፣ ልዕሊኡ ተጸዋዒ የለን። ኣያቶላህ ዓሊ ኻሜኒ ምሉእ ብምሉእ ውልቀ መላኺ ከም ዘይኮነ ዝንገረሉ ኮይኑ፣ ኣብ ማእከል ዝተሓላለኸ መርበብ ስልጣን ዝተቐመጠ፣ ንዝኾነ ጉዳይ ህዝባዊ ፖሊስ ድምጺ ክህብን ንመንግስታውያን ሓለፍቲ ክመርጽን ግን ስልጣን ኣለዎ። ኢራናውያን መንእሰያት ብዘይካ ኣያቶላህ ዓሊ ኻመኒ ካልእ መራሒ ኣይረኣዩን፣ ምኽንያቱ ነታ ሃገር ንሰላሳን ሸውዓተን ዓመታት እዩ መሪሕዋ። መንግስታዊት ማዕከን ዜና ኢራን ሞቱ ኣብ ዘርድኣትሉ ንሕሉፍ ዛንትኡ ብስእሊ ኣሰንያ ሰፊሕ ሸፈነ ሂባትሉ ኣላ። ኣብ ኢራን ስእሊ ኣያቶላህ ዓሊ ኻመኒ ኣብ ፍቖድኡ ኣብ ጎደናታት፣ ኣብ ድኳናትን ኣብ መዓርፎ ነፈርቲ፣ ኣብ ኣብያተ ጽሕፈት ወዘተ ተሰቒሉ ይርከብ ኣሎ። ሞት ኣያቶላ ዓሊ ኻመኒ ኣብታ ሃገር ኣንጻሩ ሰፊሕ ተቓውሞታት ኣብ ዝተኻየደሉ'ዩ ዘጋጥም ዘሎ። እዚ ኸኣ ኣብ ኢራንን ኣብ መላእ'ቲ ዞባን ሓዱሽን ዘይርጉጽን መጻኢ ዘስዕብ'ዩ። ኣያቶላ ዓሊ ኻመኒ ኣብ ሰሜናዊ ምብራቕ ኢራን ኣብ እትርከብ ከተማ ማሽሃድ ብሽሕን ትሽዓተ ሚእትን ሰላሳን ትሽዓተን'ዩ ተወሊዱ። ኣብ ሃይማኖታዊ ስድራቤት ካብ ዝነበሩ ሸሞንተ ቆልዑ ካልኣይ ኮይኑ፣ ኣቡኡ ካብቲ ኣብ ኢራን ዓብላሊ ዝኾነ ሺዓ ዝመጸ ማእከላይ ደረጃ ዘለዎ መራሒ ሃይማኖትዮ ነይሩ። ኣያቶላህ ዓሊ ኻመኒ ካብ ብንእሽትኡ ድኻ ግን ከኣ ፍርሃት ኣምላኽ ዝመልኦ፣ ብጀካ ባንን ዘቢብን ካልእ ከምዘይበልዕ እናተባህለ'ዩ ዝግለጽ ነይሩ። ትምህርቱ ብመጽናዕቲ ቁርኣን ዝተዓብለለ ኮይኑ፣ ኣብ መበል ዓሰርተ ሓደ ዓመት ዕድሚኡ ከም መራሒ ሃይማኖት ክሰርሕ ብቑዕ ነበረ። ግን ከም ኩሎም ናይቲ እዋን መራሕቲ ሃይማኖት፣ ንፖለቲካን ንሃይማኖትን ብማዕረ'ዩ ዝሰርሓሉ ነይሩ። ኣያቶላህ መዳርን ቀንዲ ነቓፍን ናይቲ ብሰውራ ኢራን ዝተዓልወ ንጉስ ሻህ'ዩ ነይሩ። ንዓመታት ኣብ ትሕቲ መሬት ይነብር ምንባሩ ዝግለጽ ኣያቶላህ ዓሊ ኻመኒ፣ ሽዱሽተ ግዜ ብምስጢራዊ ፖሊስ ሽዓ ኣብ ትሕቲ መሬት ተኣሲሩ፣ ንስቅያትን ስደትን እውን ተቓሊዑ'ዩ። ድሕሪ እስላማዊ ሰውራ፣ መራሒ ኢራን ኣያቶላህ ሩሆላህ ኻመኒ፣ መራሒ ናይታ ዓርቢ ዓርቢ ኣብ ቴህራን ዝካየድ ጸሎት ክኸውን ከኣ ሸይሙዎ። ሰሙናዊ ፖለቲካዊ ስብከታቱ ኣብ መላእ ሃገር ይመሓላለፍ ምንባሩ ዝጥቀስ ኣያቶላ ዓሊ ኻሜኒ፣ እዚ ኸኣ ንዕኡ ከም ቀንዲ ኣካል ናይቲ ሓዱሽ መሪሕነት እታ ሃገር ክኸውን ሓጊዝዎ እዩ። ናብቲ ትማሊ ዝተኻየደ ንኻሜኒ ንሞት ዘቃልዐ መጥቃዕቲ እስራኤልን ኣሜሪካን ምስ ንምለስ፣ ማእከል ወኪል ስለያ ኣሜሪካ ማለት ሲኣይኤ እቲ ሃይማኖታዊ መራሒ ንምቕታል ኣብ ዝተኻየደ ስርሒት ልዑል ተራ ከም ዝነበሮ ይግለጽ ኣሎ። ብመሰረት ጸብጸባት ማዕከናት ዜና ኣሜሪካ፣ ሲኣይኤ ንነዊሕ እዋን ምንቅስቓሳት ላዕለዋይ መራሕን ላዕለዎት ኣዘዝቲ ሰራዊትን ኢራን ክከታተል ምጽንሑን እቶም ኣዘዝቲ ሰራዊት ቀዳም ንግሆ ኣብ ቴህራን ኣኼባ ከም ዘካይዱ ሓበሬታ ከም ዝነበሮን'ዩ እተን ማዕከናት ዜና ጠቒሰን። ሲኣይኤ ነቲ ስለያዊ ሓበሬታ ንእስራኤል ሂብዋ፣ እስራኤል ድማ ነቲ መጥቃዕቲ ከም ዝፈጸመቶ ዝገልጽ እቲ ሓበሬታ፣ ኣብቲ ትማሊ ዝነበረ ኣሜሪካን እስራኤልን ብልፍንቲ ኣብ ልዕሊ ኢራን ዘካየድኦ መጥቃዕቲ፣ እስራኤል ኣብ ምቕንጻል ላዕለዎት መራሕቲ ኢራን ክትወፍር እንከላ፣ ኣሜሪካ ድማ ንወተሃደራዊ ዕላማታት ከም ዘጥቀዐት ኣብሪሁ። በቲ ትማል ቀዳም ዝተፈጸመ መጥቃዕቲ እስራኤል፣ ኣዛዚ እስላማዊ ሓለዋ ሰውራ ኢራን መሓመድ ፓክፖር፣

እዚ ከምዚ'ሉ እንከሎ፣ ኣብረርቲ ሓይሊ ኣየር ኢራን ኣብ ሃገራት ወሽመጥ ዓረብን ዞባ ኩርዲስታን ዒራቕን ዝርከባ መደበራት ኣሜሪካ ብዓወት ከምዝደብደቡ መንግስታዊ ማዕከን ዜና እታ ሃገር ሓቢራ። ሰራዊት ኢራን፣ ፓይሎታት እታ ሃገር ነተን መደበራት ብተደጋጋሚ ብልክዕ ከምዝወቕዑን ኩለን ኣብቲ ዞባ ዝርከባ ወተሃደራዊ ማእከላት ጸላኢ ኣብ ክሊ ኣየር እታ ሃገር ከምዝኣተዋን ገሊጹ'ሎ። ድሕሪ'ቲ ኢራን ኣብ ልዕሊ መሻርኽቲ ኣሜሪካ ኣብ ወሽመጥ ዓረብ ገልፍ ዘካየደቶ ናይ ሕነ ምፍዳይ መጥቃዕቲ፣ ጸሊም ትክን ባርዕን ዘርእዩ ስእልታት'ውን ይወጹ ኣለዉ። እቶም ብለይትን ሎሚ ንግሆን ዝተቐድሑ ስእልታት፣ ብፍላይ ኣብ ርእሰ ከተማ ባሕሬን ማናማን ኣብ ዱባይ ኢማራት ዓረብ ኣብ ዝርከብ መዓርፎ ነፈርቲ ጀበል ዓልን ባርዕ ሓዊ ከምዘጋጠመ የመልክቱ። ምስዚ ብዝተሓዝ ዜና ሓለዋ ሰውራ ኢራን ኣሕመድ ቫሂዲ ሓዱሽ ዋና ኣዛዚ ገይሩ ከምዝሸመ ማዕከን ዜና ሮይተርስ ሓቢሩ። እቲ ቅድሚ ሕጂ ዝነበረ ኣዛዚ ጀነራል መሓመድ ፓክፑር፣ እስራኤልን ኣሜሪካን ትማል ቀዳም ኣብ ልዕሊ ኢራን ኣብ ዘካየድኦ ሓበራዊ መጥቃዕቲ ካብ ዝተቐትሉ ብርክት ዝበሉ ሰበስልጣን እታ ሃገር ሓደ እዩ። ዕጡቕ ኣሃዱ ሓለዋ ሰውራ ኢራን፣ ኣብ ኢራን ዝዓበየ ወተሃደራዊ፣ ፖለቲካውን ቁጠባውን ሓይሊ ኮይኑ፣ ካብ ስሩዕ ሰራዊት እታ ሃገር ዝተፈልየ ተልእኾ ዘለዎ እዩ። እስራኤል ንጸላእታ ኣብ ዘለውዎ ኣትያ ክትቀትል ዘለዋ ዓቕሚ ብተደጋጋሚ ኣብ ዝሓለፈ ክልተ ዓመታት ተረጋጊጹ'ዩ ዝብሉ ተንተንቲ፣ ብሓገዝ ኣሚሪካ ይኹን ብዘይ ሓገዝ ካብ ምፍንጃር ፔጀር ክሳብ ልካዕዊ ሚሳይላትን ናብ ዝተሃደመ ባይታ ሰርሲሩ ዝኣቱ ቦምባታትን ብምጥቃም እስራኤል ኣብ ቓዛ፣ ሊባኖስ፣ የመንን ኢራንን ንዝርከቡ ተጻባእታ ከተወግድ ምኽኣላ ይገልጹ። እስራኤል ንመራሕቲ ሓማስ፣ ሕዝቦላህ፣ ሑቲ፣ ሕጂ ድማ ንላዕለዋይ ሃይማኖታዊ መራሒ ኢራን ክትቀትሎ ምኽኣላ፣ ወተሃደራውን ስለያውን ዓቕሚ እታ ሃገር ማዕረ ክንደይ ሓዪሉ ከም ዘሎ ዘረድእ ምዃኑ ከኣ ይጠቕሱ። ብኻልእ ዜና፣ ድሕሪ እቲ ናይ ትማሊ መጥቃዕቲ፣ ዋና ጸሓፊ ሕቡራት ሃገራት ኣንቶንዮ ጉቴረዝ፣ ኣህጉራዊ ሰላምን ምርግጋእን ኣብ ሓደጋ ወዲቑ ኣሎ ክብል ኣዊጁ። ንሱ፣ መጥቃዕቲ ኣሜሪካን እስራኤልን ከምኡ'ውን ሕነ ምፍዳይ ኢራን፣ ነቲ ዞባ ከም ዝሕምሶ ብምግላጽ፣ እቲ ግጭት ቅድሚ ናብ ዞባዊ ደረጃ ምዕባዩን ህይወት ንጹሃት ቅድሚ ምጉድኡን ብቕልጡፍ ደው ክብል ኣተሓሳሲቦም። ኣምባሳደር ኣሜሪካ ኣብ ሕቡራት ሃገራት ማይክ ዎክ ግን ኣብ ኒውዮርክ ኣብ ዝተጸውዐ ህጹጽ ኣኼባ እቲ መጥቃዕቲ ንስትራተጂካዊ ቦታታት ጥራይ ዕላማ ዝገበረ እዩ ድሕሪ ምባል ዕላማና ምምዕባል ሚሳይል ደው ምባል እዩ ኣብ መላእ ዓለም ዝርከባ ሃገራት ከይርበሻ ንኢራን ዝድጉፉ ዕጡቓት ንምእላይ እታ ሃገር ኒዩክለራዊ ኣጽዋር ከይትውንን ክንከላኸል ኢና ንደሊ ክብል ገሊጹ። ኣምባሳደር እስራኤል ኣብ ሕቡራት ሃገራት ዳኒ ዳኖን ብወገኖም፣ እስራኤልን ኣሜሪካን ኣብ ልዕሌናን መሻርኽትናን ንጸጥታ ዓለም ዘሎ ሓደጋ ንምምካት ብሓባር ይሰርሓ ኣለዋ ክብል ተዛሪቦም። ሓደ መንግስቲ ሞት ንእስራኤል ሞት ንኣሜሪካ ክብል ከሎ ከም ዋዛ ኣይንውስዶ'ኢና ክብል ከኣ ኣብቲ ዋዕላ ተዛሪቦም። መሓዛ ኢራን ዝኾነት ሩስያ ነቲ መጥቃዕቲ ዝኾነነት ኮይና፣ ኣምባሳደር ሩስያ ኣብ ሕቡራት ሃገራት ቫሲሊ ናታንዝ ኣብ ልዕሊ ኢራን ዝተፈጸመ መጥቃዕቲ ንመላእ'ቲ ዞባ ዝዘርግ ፍጻመ እዩ ክትብል ገሊጻ። ኣብ ዝሓለፈ ሰሙናት ኣብ መንጎ ኢራንን ኣሜሪካን ቀንዲ ኣዳራዳሪ ዝነበረ ሚኒስተር ጉዳያት ወጻኢ ዖማን ባድር ኣልቡሳዲ፣ ድሕሪ እቲ መጥቃዕቲ ኣዝየ ሰንቢደ ክብል ኣብ ኤክስ ጽሒፉ። እቲ ሚኒስተር፣ እቲ መጥቃዕቲ ወከልቲ ኢራንን ኣሜሪካን ኣብቲ ዝርርብ ርኡይ ምዕባለ የርእዩ ከምዘለዉ ድሕሪ ምግላጹ ድሕሪ ሰዓታት'ዩ ተፈጺሙ። ኣብ ስምምዕ ሰላም ንምብጻሕ ቀሪብና ኔርና፣ ናብኡ ንምብጻሕ ዲፕሎማሲ ዕድል ክንህቦ ኣለና ክብል እቲ ሚኒስተር ንኣሜሪካዊ መሻርኽቲ ቢቢሲ ዝኾነ ሲቢኤስ ኣብ ዝሃቦ መግለጺ ሓቢሩ። ድሕሪ እቲ መጥቃዕቲ፣ እቲ ዝካየድ ዝነበረ ጽቡቕ ዘተ ከብቅዕ ገይሩ'ሎ ዝበለ እቲ በዓል ስልጣን፣ ኣሜሪካን ዓለምን ካብዚ መጥቃዕቲ ከም ዘይጥቀሙን ነቶም በዚ መጥቃዕቲ ዝጉድኡ ዘለዉ ንጹሃት ሰባት ከም ዝጽልን ኣሜሪካ በዚ መጥቃዕቲ ክትቅጽል ከም ዘይብላን እዚ ኲናት ናይ ኣሜሪካ ከም ዘይኮነን ገሊጹ። ካብዚ ከይወጻእና ኣብዚ ዝቕጽል ዘሎ ግጭት ኢራንን እስራኤልን ዝኸፍአ ተርእዮ ንመጻብቦ ሆርሙዝ ምዕጻው ከጠቓልል ከም ዝኽእል ሓላፊ ትካል ስለያ ዓባይ ብርጣንያ ነበር ሰር ኣሌክስ ያንገር ንቢቢሲ ገሊጾም። ምዕጻው እዚ መጻብቦ ኣብ ዋጋ ነዳዲ ዘስዕቦ ጽልዋ ኣብ ግምት ብምእታው ንምእማኑ ዘጸግም ቁጠባዊ ጸገም ከም ዘስዕብ ርዱእ ምዃኑ ድማ ኣተሓሳሲቦም። ኣብ ዩኒቨርሲቲ ኩዌት ተሓጋጋዚ ፕሮፌሰር፣ ኣብ ጂኦፖለቲካ ሓውሲ ደሴት ዓረብ ባደር ኣልሳይፍ ድማ ኣብ ዕዳጋታት ዓለም ቀጥታዊ ሳዕቤን ክህልዎ ከምዝኽእል ብምጥቃስ፣ ምውሳኽ ዋጋ ነዳዲ ከምኡ'ውን ዕዳጋታት ኣክስዮን ነቲ ኩነታት ኣዝዩ ዘሰንብድ ግብረመልሲ ክህቡ ይኽእሉ'ዮም ይብል። እተን ቁጠበኣን ኣብ ሰደድ ጸዓት ኣዝዩ ዝተመርኮሳ ሃገራት ወጭመጥ ዓረብ እውን ኣዝየን ክህሰያ ከም ዝኽእላ የጠንቅቑ።